እዚ ናይ ፍቕሪ ታርኽ ዝጅምር ብቴሳ ተባህለት ጎርዞ እዩ። ቴሳ ኣብ ናይ መጀመርያ መዓልቲ ናይ ኮሌጅ ጅማረኣ ወላዲታን ኣፍቃሪኣን ናብቲ ኮሌጅ ንኸብጽሕዋ ይውስኑ። ኣብቲ ኮሌጅ ምስ በጽሑ ድማ ናብቲ ዝተመደበላ መደቀሲ ክፍሊ እንትኸዱ ስቴፍና ትሪስትን ዝተባህላ ጓላ ትጸንሖም። ስቴፍን ትሪስተንን ፍልይ ዝበለ ባህሪ ነበረን። ምስ ቴሳ እናተላለያ እንሃለዋ ድማ ወላዲት ቴሳ፣ ኣብቲ መደቀሲ ክፍሊ ሓሽሽ ይሸጣ። ብሕርቃን ወጺኣ ትኸድ። ቴሳ ድማ ኣስዒባታ ትወጽእ። ደሓር ንምንታይ ከምኡ ከም ትገብር ዘላ ትሓታ። ኣዲኣ ድማ ዝረኣየቶ ነገር ደስ ስለ ዘይበላ ኣብቲ ኮለጅ ክትቅጽል ከም ዘይብላ ትዛረባ። ኮይኑ ግን ቴሳ ንወላዲታ ኣብ ውላዳ ክትተኣማመን ከም ዘለዋ፣ ኩሉ ብድሆታት ከም ትሓልፎ ነገረታ። ወላዲታ ድማ ናብ ልባ ተመሊሳ ብናይቲ ሓሳብ ተስማዕሚዓ ጽቡቕ ዕድል ንኸጋጥማ መረቐታ። ኣፍቃሪኣ እውን ብተመሳሳሊ ዘረባ ተዛሪቡ ስዒሙ ተፈለያ። ቴሳ ድማ ናብቲ መደቀሲ ክፍላ እንትትምለስ ንስቴፍ ትረኽባ። ስቴፍ ንወላዲታ ከምኡ ገይራ ስለ ዘደንገጸታ ይቕረ በለታ። እናሰሓቐት ሓውኪ እውን ደስ ዝብል ወዲ እዩ በለታ። ቴሳ ድማ ሓውኪ ዝብል ናብ ኣፍቃሪኺ ብዘሎ መሓይሹ እዩ ብምባል መለሰትላ። ደሓር ስቴፍ ወጺኣ ትኸይድ። ንጽባሒቱ ድማ ቴሳ ናብ ክፍላ ትኸድ፣ ሃንደበት ድማ ላንደን ዝተባህለ ወዲ ትላለ። ናይ ምታይ ተማሃራይ ከም ዝኾነ ድማ ትሓቶ። ንሱ ኢንግሊሽ ከም ዝመሃር ይነግራ። ናታ ድማ ኢኮኖሚክስ ከም ዝኾነ ትዛረቦ። ቴሳ በቲ ጅማረ ናይ ኮለጅ ህይወታ ሕጉስቲ ትመስል። ናብ መደቀሲ ክፍላ ምስ ተመለሰት ድማ ነብሳ ተሓጺማ ናብ ዓራት እንትኸድ ሓደ መልክዐኛ ወዲ ኮፍ ኢሉ ብዝተረጋገኣ መንፈስ መጻሕፍቲ እናንበበ ይጸንሓ። ሃንደበት ምስ ረኣየቶ ድማ ሰንበደት። ብቕልጡፍ ንክወጽእ ትነግሮ። ንሱ ድማ ሕዚ እውን ብዝተረጋግኣ መንፈስ ዓርሳ ክተረጋግእን የሪኣ ከም ዘየለን ይነግራ። ስቴፍ ድማ እንትመጽእ እቲ ወዲ መሓዛኣ ከም ዝኾነ ንቴሳ ትነግራ። ቴሳ ድማ ንክወጸላ ንስቴፍ ትነግራ። እቲ ወዲ ድማ ወጺኡ ይኸይድ። ኣብ ዝቕጽል መዓልቲ ቴሳ ኣብ ቤት መጻሕፍቲ እናንበበት እናሃለወት እቲ ወዲ ትሪኦ። ዓይኒ ንዓይኒ ተጠማሚቶም ድማ ይፈላለዩ። ደሓር ስቴፍ መጺኣ ናብ ሓደ ናይ ተመሃሮ ፓርቲ ንክኸዳ ትዕድማ። ቴሳ መጀመርያ ኣንቢላ እኳ ተነበረት፣ ደሓር ግን ትስማዕማዕ። ደሓር ክዳውንተን ተኸዲነን ናብቲ ቦታ የምርሓ። ስቴቭ ድማ ንኹሎም መሓዙታ ተፋልጣ። እንክትሰቲ ድማ ይዕድሙዋ። ንሳ ድማ እምቢ በለት። ኮይኑ ግን ሞሊ ትበሃል መሓዛ ስቴቭ ክተባጭወላ እንትጅምር ሃንደበት ተቐሪቡ ዝነበረ መስተ ወርዊራ ሰተየቶ። ደሓር ሓደ ትእዛዝ ዝተባህለ ጸወታ ንክጻወቱ ሓሳብ የምጽኡ። ንቴሳ ድማ ምስቲ ኣብ መደቀሲ ቦታኣ ዝረኸበቶ ወዲ ንክትሰዓዓም ይእዝዙዋ። ንሳ ግን ተቖጢዓ ወጺኣ ትኸድ። ንኣፍቃሪኣ ከኣ ትድውል። ንሱ ግን ንምንታይ ብለይቲ ናብ ፓርቲ ከም ዝኸደት ተቖጢዑ ክዛረባ ጀመረ። እቲ ስልኪ ድማ ዓጸወቶ። ናብቲ ገዛ ተመሊሳ ድማ ናብ ሓደ ክፍሊ ትኣቱ። ምስ ኣተወት ድማ ነቶም ተቐሚጦም ዝነበሩ መጻሕፍቲ ክትዕዘብ ጀመረት። ደሓር እቲ ተመሳሳሊ ወዲ መጺኡ እንታይ ትገብር ከም ዘላ ይሓታ። ንሳ ድማ ሰትዩ ከይኮን ፈሪሓ ትሓቶ። ንሱ እውን ከምኣ መስተ ከም ዘይፈቱ ነገራ። እቲ ዘለቶ ክፍሊ ድማ ናቱ ምዃኑ ኢዳሒሱ ይነግራ። እቲ ዓንተቦ ዘቋረጸቶ ትእዛዝ ናይ ምስዓም ድማ ንኽትቕጽሎ ይነግራ። ንሳ ግን ፈቲና እኳ ተነበረት ግን ከይገበረቶ ወጽያ ከደት። ካብ ኣፍቃሪ ኣንዋ ድማ ናይ ቁጥዐ መልእኽቲ በጸሓ። ኣብ ዝቕጽል መዓልቲ ናብ ክፍላ ከይዳ ነቲ ላንደን ዝተባህለ ወዲ ንኻልኣይ ግዜ ትረኽቦ። ድሕሪ ንእሽቶ ጻንሒት እቲ ተደጋጋሚ ግዜ ዝረኸበቶ ወዲ ናብቲ ክፍሊ ይኣቱ። እታ ፕሮፌሰር ድማ ዓርሱ ከፋልጥ ትሓቶ። ንሱ ድማ ሃርዲን ከም ዝበሃልን ሓድሽ ተማሃራይ ምዃኑን ይዛረባ። ብዛዕባ ትርጉም ፍቕሪ ድማ ትሓቶ። ንሱ ድማ ርእይትኡ ይህብ። ኮይኑ ግን ብርእይቶኡ ቴሳ ስለ ዘይተስማዕመዐት፣ ንሳ እውን ርእይቶ ምሃብ ትጅምር። ደሓር ክልቲኦም ድሕሪ ክፍሊ ይራኸቡ፣ ንሱ ድማ ብምዝራቦም ሕጉስ እየ ኢሉ ይኸይድ። ቴሳ ግን ትዕቢቱ ጸልኣቶ። ላንደን ምስ መጸ ድማ ብዛዕባኡ ትሓቶ። ላንደን ድማ ምስ ሃርዲን ከም ዝፋለጡን ናይ ላንደን ወላዲት ምስ ናይ ሃርዲን ኣቦ ናይ ፍቕሪ ርክብ ከም ዘለዎም ይነግራ። ምስ ጸልመተ ድማ ስቴቭን ቴሳን ኣብ ሓደ እንዳ መወቀጢ ይራኸባ። ንቴሳ ድማ ከም ስቴፍ ንክትውቀጥ ሓሳብ ኣቕረበትላ፣ ቴሳ ግን ከም ዘይትገብሮን ትዛረባ። ደሓር ስቴፍ ንቴሳ ብዛዕባ ኣፍቃሪኣ ትሓታ። ቴሳ ድማ ነፍቃሪኣ ብጣዕሚ ከም ትፈትዎን ናይ መጀመርያ ኣፍቃሪኣ ከም ዝኾነን ወላዲታ ንክትምርዖ ከም ትዛረባ ነገረታ። ኣብ ዝቕጽል መዓልቲ ቡና እናሰተየት ከላ ሃርዲን ረኸባ፣ ንሱ ድማ ተደጋጋሚ ግዜ ትሪኦ ከም ዘላ ይነግራ። ንሓደ ቦታ ንክኸዱ ድማ ይዛረባ። ንሳ ድማ እሺ በለት። ኣብ ዝቕጽል መዓልቲ ናብ ሓደ ዱር ዝመስል ቦታ ይኸዱ። ምስ ወረዱ ድማ ናብ ሓደ ዓብዪ ቃላይ በጽሑ። ንሱ ድማ ዝፈትዎ ቦታ ከም ዝኾነ ነገራ። ክዳን ኣውጺኡ ድማ ንምሕማስ ተዳለወ። ምስኡ ክትሕምስ ይዕድማ። ንሳ ድማ ምስኡ ክትሕምስ ጀመረት። ሃርዲን ድማ ብዛዕባ ኣፍቃሪኣ ሓተታ። ንሳ ግን ብዙሕ ክትዛረብ ኣይደለየትን። እናጸንሐ ድማ ስምዒቶም እናነሃረ ከደ። ደስ በሎም ከኣ። ደሓር ክልቲኦም ናብ እንዳ መስተ ከዱ። ቴሳ ንሃርዲን ብዛዕባ ሕሉፍ ህይወቱ ሓተተቶ። ንሱ ግን እቲ ሕቶ ከይመለሰ ሓለፈ። ንሳ ንምንታይ ኣብ ፍቕሪ ከም ዘይኣምን ትዛረቦ። ተቐቢሉ ድማ ኩሉ ዝበሎ ንኸይትኣምኖ ነገራ። ንሳ ድማ ሰሓቐት። ድሕሪ ጻንሒት ንሃርዲን ኣዕርኽቱ መጺኦም ምስኡ ኮፍ በሉ። ሃርዲን ግን ካብቲ ዝነበረ ፍልይ ዝበለ ባህሪ ኣርኣየ። በዚ ተናደደት ቴሳ ድማ ተላዒላ ከደት። ኣብ ዝቕጽል መዓልቲ ኣፍቃር ንቴሳ ዕምበባ ሒዙ ኣብ ኣፍደገ ክፍላ ጸንሓ። ንሳ ኣይኣመነትን። ደስ በላ። ምስ ጸልመተ ድማ ኣፍቃሪኣን ንሳን ናብ ሓደ ለይታዊ ፓርቲ ከዱ። ኣብቲ ቦታ ድማ ንሃርዲን ኣዕሩኽቱን ይረኽብዎም። ሃርዲን ድማ ሓደ ካብቶም ኣዕሩኽቱ ንቴሳ እንተ ባጨወላ ይርኢ'ሞ ይበኣሶ። ተናዲዱ ድማ ሃርዲን ካብቲ ቦታ ተላዒሉ ይኸድ። ምስ ጸልመተ ድማ ቴሳ ካብ ላንዶን ስልኪ ይድወላ። እንክራኸቡ ድማ ይዛረባ። ንሱ ድማ ምስ ሃርዲን ብናይ ስድራ ምኽንያት ከም ዝተባእሱ ይዛረባ። ኣብ ደገ ከም ዘሎን ክተዘራረቦም ድማ ይሕብራ። ምስ ከደት ግን ሃርዲን ይሰትዩ ስለ ዝነበረ፣ እቲ ሒዝዎ ዝነበረ መስተ ሸንዲ ይሰብሮ። ቴሳ ድማ ክተልዕሎ እንትሙክር ኢዳ ትሕረድ። ደሓር ሃርዲን ደንጊጹ ናብ ክፍሉ ክጸርገላ ይወስዳ። ናብ ክፍሉ ምስ ወሰዳ ግን ሓደ ነገር ናብ ካልእ እንዳምርሐ ጽቡቕ ናይ ሮማንቲክ ለይቲ ኣሕለፉ። ንግሆ ድማ ቴሳ ናብ ኣፍቃሪኣ ኖዋ ትኸይድ። ኖኣ ድማ ተጨኒቑ ከም ዝነበረ ይነግራ። ሃርዲን ድማ ድሕሪ ጻኒዒት እናተዘራረቡ ከለዉ ይመጽእ። ኖኣ ድማ ሓደ ነገር ይካየድ ከም ዘሎ ስለ ዝጠርጠረ ገዲፍዋ ይኸይድ። ናብ መደቀሲ ክፍሊ ድማ ተመሊሳ ከደት። ንስቴፍ ድማ ምስ ኣፍቃሪኣ ከም ዝተባእሰት ትነግራ። ብጣዕሚ ድማ ኣብ ሕማቕ ስምዒት ቀነየት። ሓደ መዓልቲ ንሃርዲን ትሪኦ'ሞ ክተዘራርቦ ትውስን። ሃርዲን ግን ንኽትረኽቦ ትጽቢት ከም ዘይነበሮ ተዛረባ። ኣቦኣ ጓል ዓሰርተ ዓመት ከላ ገዲፍዋ ክኸድ ከሎ፣ ኣዲኣ ኩሉ ነገር ከቢድዋ ከም ዝነበረን ኖዋ ኣብ ጥቒኣ ኰይኑ ይሕግዛ ከም ዝነበረን ንዓዓ ፍሉይ ቦታ ዘለዎ ሰብ ከም ዝነበረ ነገረቶ። ናይ ሃርዲንን ቴሳን ርክብ ካብ መዓልቲ ናብ መዓልቲ እንዳወሰኸ ከደ። ብኹሎም ኣዕሩኽቶም እውን እንዳተፈለጠ ከደ። ሓደ መዓልቲ ክልቲኦም ኣብ መደቀሲ ክፍሊ ናይ ቴሳ ኰይኖም ናይ ፍቕሪ ግዜ እናሕለፉ ከለዉ፣ ኣዲኣ ሃንደበት እቲ ማዕጾ ከፊታ ትኣቱ። ብዝረኣየቶ ነገር ትቑጣዕ። ሓሪቓ ድማ ክትዛረቦ ትጅምር። ቴስላ ድማ ብዘረባታት ኣዲኣ ዝያዳ ተቖጢዓ ህይወታ ብዝደለየቶ መንገዲ ክትመርሕ ከም ትደሊ ትነግራ። ቅድሚ ምኻዳ ግን እቲ ወዲ ልባ ሰይሩ ከም ዝገድፋ ምንም ከም ዘይገብረላን ተዛረበታ። ቴሳ ንላንደን ረኺባ ብዛዕባ ሃርዲን ንኸዛረባ ትሓቶ። ላንደን ድማ ናይ ሃርዲን ኩነታት ተሓዋወሲ ከም ዝኾነን ክጥንቀቕ ከም ዘለዎን ይሕብራ። ሓደ መዓልቲ ሃርዲ ንቴሳ ናብ ዝዀነ ቦታ ይወስዳ። ምስኡ ኣብቲ ቦታ ንኽትነብር ሕቶ ኣቕረበላ፣ ምኽንያቱ ድማ ቴሳ ምስ ኣዲኣ ተቖራሪጻ ስለ ዝነበረት እዩ። ብሓደ ምንባር ድማ ይጅምሩ። ብጣዕሚ ጽቡቕ ግዜ ምሕላፍ ከኣ ናና ኢሎም ሓስብዎ። በዚ ድማ ክልቲኦም ብጣዕሚ ሕጉሳት ኰኑ። ሓደ መዓልቲ ናብ ናይ ላንደን ሃርዲን ንወላዲት መርዓ ይኸዱ። ኰይኑ ግን ሃርዲን ኣቦኡ ምስ ካሊእ ሰበይቲ ስለ ዝረኣዮ ተቖጥዐ። ቴሳ ድማ ክተረጋግኦ መኰረት። ካብቲ ገዛ እንትምለሱ ድማ ጽቡቕ ግዜ ኣሕለፉ። ሞሊ ብቴሳ ምቕናእ ትጅምር። ሓደ መዓልቲ ከኣ ተራኺበን ንቴሳ ምስ ፍቕረኛኣ ከመይ ከም ዘላ ትሓታ። ቴሳ ድማ ከም ዝተባእሱ ትዛረባ። ብዛዕባ ሃርዲን እውን ንክትዛረባ ትሓታ። ነገር ግን ቴሳ ብዛዕባ ሃርዲን ዝኾነ ነገር ክትብል ኣይደለየትን። ናብ ገዝኦም ድማ ተመሊሳ ትኸድ። ኣብኡ ምስ በጽሐት ግን ኣብ ናይ ሃርዲን ስልኪ ናይ ሞሊ መልእኽትታት ትሪኦ። ብዛዕባኡ ድማ ንኸትዛረባ ትሓቶ። ንሱ ግን ክትኣምኖ ከም ዘለዋን ዝሓብኣ ነገር ከም ዘየለን ተዛሪቡ ገዲፍዋ ናብ ደገ ይወጽእ። ክትዛረቦ ድማ ተደጋጋሚ ግዜ ትፍትን። ኮይኑ ግን ሃርዲን ክምልሰላ ኣይከኣለን። ሓደ ጄድ ዝተባህለ ዓርኪ ሃርዲን ድማ፣ ሃርዲን ኣበይ ከም ዘሎ ክነግራ ከም ዝኽእል ይዛረባ። ንሳ ድማ ንጄድ ረኺባ ኣበይ ክትረኽቦ ከም ትኽእል ይሕብራ። ናብቲ ቦታ ምስ እትኸድ ግን ሃርዲን ዘይኮነ ስቴፍን ሞሊን እያ ረኺባ። ብሓደ ይነብሩ ከም ዘለዉ ድማ ነገረተን። ሃንደበት ግን ሃርዲን መሓዝኡን ደበኽ በሉ። ነገራት ድማ ተኻረረ። ሞሊ ድማ ሃርዲን ንቴሳ ዝቐርባ ዘሎ ምኽንያት ኣብ ፍቕሪ ወዲቑ ንኸርእዮም ዝተኣዘዘ ትእዛዝ ንምርኣይ ጥራሕ ከም ዝኾነ ትነግራ። ቴሳ ድማ ስምዒታ ምቁጽጻር ይኣብያ ወጺኣ ድማ ትኸድ ካብ ልባ ድማ ትሓዝን ኩሉ ነገር ከበዳ ተመሊሳ ድማ ናብ ወላዲታ ከይዳ ይቕረታ ትሓትት ንኣፍቃሪኣ ከይዳ እውን ብተመሳሳሊ መልክዑ ይቕሬታ ሓተተቶ ተዓረቑ ከኣ ቴሳ ናብቲ ኮሌጅ ተመሊሳ ትኸድ ንሃርዲን ዘይምርኻብ ድማ ዓይነት ትምህርታ ካብ ኢኮኖሚክስ ናብ ኢንግሊዘኛ ተቕይሮ ሃርዲን ግን ኣይከኣልን ሕሉፍ ናዘከረ ተጎድአ በይኑ ክበክን ክሓዝንን ይጅምር ሓደ መዓልቲ ድማ ሃርዲን ንቴሳ ኣብ ሓንቲ መምህሮ መልእኽቲ ይገድፈላ። ቴሳ ድማ ከፊታ እንትትርኢ ከምዚ በላ፣ ብዙሕ ናይ ፍቕሪ ልበወለድ መጻሕፍቲ ኣንቢቡ ከም ዝፈልጥን ፍቕሪ እውን ካብ ልበወለድ ከም ዘይሓልፍን ኣብዛ ዓለም ከም ዘየለን ይኣምን ከም ዝነበረን ኮይኑ ግን ንዓኣ ምስ ረኸበ ኩሉ ነገር ከም ዝተቐየሮን ትርጉም ፍቕሪ ከም ዝተረድኦን ይነግራ። ይቕረታ ድማ ሓተታ። ደሓር ቴሳን ሃርዲንን ተራኺቦም ምውጋዕ ይጅምሩ። ናይ ሎምዓንቲ ሲኒማና እዚኣ ትመስል ነይራ።